ሰላም ክቡራት ተኸታተልቲ መብዛሕትኡ ግዜ ዩቲብ ክንጅምር ከለና እቲ ቀንዲ ዘሸግረና ነገር ድምፂ እዩ መብዛሕቲና እኳ ብቪድዮ ኳሊቲ እንዲና ንዛረብ ፅቡቅ ካሜራ ዘይብለይ ወይ ድማ ሞባይለይ ፅቡቅ ኣይትቀድሕን ኢና ኢልና ምኽንያት ንህብ እንተኾነ ግን ኣብ ወይ ድማ ዝኾነ ኮንተንት ክንሰርሕ ከለና እቲ ቀንዲ ኣገዳሲ ቪድዮ ኳሊቲ ወይ ድማ ካሜራ ኣይኮነን እቲ ቀንዲ ገዳሲ እንታይ እንተይልኩምኒ ድምፂ እዩ ማለት እዩ ወልሓደ ሰብ እኳ ንሰለስተ ሰከንድ ዝኾንካ ክዕገሰና ኣይክእልን እዩ ድምፅና ፅቡቅ እንተዘይኮይኑ ስለዚ ቅድሚ ኩሉ ከነስተኻኽሎ ዝግበእና ድምጽና እዩ። በዚ ምኽንያት ድማ ሎምዓንቲ ዋላ እውን ሕማቕ ማይክ ይሃልወና ከመይ ጌርና ዝበለጸ ድምጺ ክንቀድሕ ከም እንኽእል ወይ ድማ ድምጽና ከመይ ጌርና ፕሪምየም ወይ ድማ ፕሮፌሽናል ክንገብሮ ከም እንኽእል ክንርኢ ኢና። ንኣብነት ኣብ ከባቢኹም ረባሺ ድምጺ ክህሉ ይኽእል፣ ባክግራውንድ ኖይዝ ወይ ድማ ዝተፈላለየ ነገር ድምጽታት ክህሉ ይኽእል ወይ ድማ። ጽቡቕ ማይክ የብልኩምን ንበል ሕጂ እዚ ኩሉ ተስፋ ከቑርጸኩም ኣይግባእን እዩ ምኽንያቱ ፕሮፌሽናል ዝኾነ ድምጺ ንምቕዳሕ ናይ ግዴታ ማይክ ወይ ድማ ሓደ ክቡር ዝኾነ ማይክ ክህልወና ኣለዎ ኢለ ኣይሓስብን እየ ኣነ እቲ ምንታይ እንተልኩምኒ ዝተፈላለዩ ኣፕሊኬሽናት ተጠቂምና ድምጽና ፕሮፌሽናል ወይ ድማ ዝበለጸ ክንገብሮ ንኽእል ማለት እዩ ቅድምኡ ግን ቅድሚ ናብቲ ኢዲት ንምግባር ንጥቀመሉ ኣፕሊኬሽናት ምኻድና ቀዲመ ክነግረኩም ደልየ ዘለኹ ቅድሚ ሕጂ ኣነ ማይክ ኣብ ዘይብለይ ሕጂ ውን ዝበለጸ ማይክ የብለይን እንተኾነ ግን ይሓይሽ ካብ ቅድም ዝነበረኒ ስለዚ ሎማዓንቲ እንታይ ክብል ደልየ ከመይ ጌርና ድምጽና ብዘይ ወልሓንቲ ማይክ ወይ ሞባይልና ተጠቂምና ጥራሕ ከመይ ጌርና ዝበለጸ ድምጺ ክንቀድሕ ከም ንኽእል ክዛረብ እየ መጀመርታ ኣነ ቅድሚ ሕጂ ዝገብሮ ነበርኩ ኣብቲ መጀመርታ ክጅምር ከለኹ ዩቱብ ቀዳማይ ነገር ዝገብሮ ነበርኩ ሞባይል ምጥቃም እዩ ሞባይል ሒዘ ኣብ ኣፈይ ኣቅሪበ ዝዛረብ ኔረ ድሕርኡ ድማ ካልእ ኣጋጣሚታት ባክግራውንድ ኖይዝ ክኸውን ይኽእል ወይ ድማ እቲ ከባቢየይ ጫውጫውታ ክኸውን ስለ ዝኽእል ኣብ ኣርማድዮ ይኣቱ ኔረ ብጣዕሚ ዘስሕቕ ክንደይ ነገርየ ዘባላሹ ኔረ ኣብቲ ኣርማድዮ ሓቂ ዘረባ ድሕሪ ግዜ ግን እንዳ ተመሓየሽኩ ክኸይድ ከለኹ እቲ ሶፍትዌራት ዲስካቨር ምስ ገበርኩ ወይ ድማ ማይክ ክቕይር ምስ ጀመርኩ ዝበለጸ ቮይስ ሪኮርድ ምግባር ጀሚረ ስለዚ ሎምዓንቲ ድማ ከመይ ጌርኩም ናይ ግዴታ ኣርማድዮ ክትኣትዉ ኣይግበእኩምን ወይ ድማ ግዴታ ኣርማድዮ ክትኣትዉ ኣለኩም ኣይብልን እየ ግን ሞባይልኩም እንተሃልያ ብሞባይልኩም ሪከርድ ጌርኩም እቲ ድምጺ ከመይ ጌርኩም ናብ ፕሮፌሽናል ዝኾነ ድምጺ ክትቅይሮ ከም ትኽእሉ ኢና ክንዛረብ ኦኬ ስለዚ እታ መጀመርያ ክንገብራ ዘለና ነገር እንታይ ኣንተ ኢልኩምኒ ሞባይል እንተሃልያትና ብሞባይል ክንገብሮ ንኽእል ኢና እንተዘይኮይኑ ድማ ፒሲ ተጠቂምና ክንገብሮ ንኽእል ኢና ሎሚ ከርእየኩም ደልየ ዘለኹ ድማ ፒሲ ተጠቂምና ከመይ ጌርና እዚ ነገር ክንገብሮ ከም ንኽእል እዩ። ስለዚ ክቡራት ተኸታተልቲ ኣብ ፒሲ እየ ክርእየኩም ሞባይል ተሃልዩኩም ውን ኣብ ሞባይልኩም ውን ክትገብርዎ ትኽእሉ ኢኹም እዚ ነገር። ስለዚ መጀመርታ ናብ ኣብ ሞባይልኩም ናብ ክሮም ክትከዱ ኢኹም ወይ ድማ ብሮውዘር ኬድኩም ሰርች ክትገብሩ ኢኹም ማለት እዩ። እታ ቀዳመይቲ ሰርች ንገብራ ነገር እንታይ እያ እንተ ኢልኩምኒ ኣዶቤ ኢንሃንሰር ትበሃል ኣብ ሞባይል ክትጥቀሙ ትኽእሉ ኢኹም። ከመይ ጌርና ክንገብራ ንኽእል ተልኩምኒ ኣብ ሞባይል ድማ ዝተፈላለዩ መንገድታት ከም ዘለዎ ክነግረኩም እደሊ። ካብኦም ሓደ ድማ for example ኣብ ናይ ሞባይልኩም ኣብታ ሰለስተ ነጥቢ ጠዊቕኩም ንታሕቲ ወሪድኩም እንታይ ክትገብሩ ትኽእሉ Desktop Site ትብል ዘላ ኣብኣ ምጥዋቕ ብምጥዋቕ ከም ናይ ላፕቶፕ ኣጠቓቕማ ጌርኩም ክትጥቀሙላ ትኽእሉ ኢኹም ማለት እዩ። ስለዚ ከምዚ ናተይ ኢንተርፈይስ ክመጸልኩም እዩ። ሞባይል ኩንከላስ ከም ኮምፒተር ትጥቀሙላ ማለት እዩ ስለዚ ብምቅጻል እዛ ትሪእዋ ዘለኹም ክትመጸኩም እያ ኢንሃንስ ስፒች ፍሮም ኣዶቤ ትብል ዘላ ንዓኣ ንሃርማ ማለት እዩ ኦኬ ከምዚ ትሪእዎ ዘለኹም ኣብዛ ቹዝ ፋይል ትብል ዘላ ኣብኣ ንሃርም ማለት እዩ ኣብዛ ቹዝ ፋይል ትብል ዘላ ምስ ሃረምና ናበይ ንኸይድ ተልኩምኒ እቲ ንደልዮ ቮይስ ንመርጽ ድሕሪ እዚኣ ካልኢት ሜላ ክርእየኩም እየ ምናልባት ፒስ እንተሃሊኩም እቲ ኣፕሊኬሽን ኣክሰስ ክትገብርዎ ተኽኢልኩም ዝበለጸ ድምጽና ኢንሃንስ ክገብረልና ዝኽእል ናይ ፖድካስት ዓይነት ምሽ ኣሎ ከምኡ ክገብረልና ዝኽእል ኣፕሊኬሽን ኣሎ ወይ ድማ ሶፍትዌር ኣሎ ኣብኡ እውን ከመይ ጌርና ድምፅና ዝበለፀ ክንገብሮ ከም እንኽእል ብሓንሳብ ኮይና ክንርኢና ክቡራት ተኸታተልቲ ንኣብነት ሓንቲ ካብዚን ቮይስ ንውሰድ እሞ እዛ ኢንትሮ ትብል ዘላ ንኺድ ንውሰዳ እቲኣ ብጣዕሚ ነዊሓ ኩያ ኮይና ከምዚኦም ዝኣምሰሉ ብዙ ሕጂ ግዜ ኣብ ዝተፈላለዩ ፕላትፎርም ከም በዓል ኢንስታግራም ቲክቶክ ወይ ፌስቡክ ከምዚኦም ዝኣምሰሉ ኦኬ ናው ኢንሃንስድ ሕጂ ድማ ኢንሃንስድ ክንሰምዕ ኢና ማለት እዩ ወይ ድማ ኢዲት ዝተገብረ ንኺድ። ከምዚኦም ዝኣምሰሉ ኣብዚ ሕጂ ግዜ ኣብ ዝተፈላለዩ ፕላትፎርም ከም በዓል ኢንስታግራም ቲክቶክ ወይ ፌስቡክ ከምዚኦም ዝኣምሰሉ ኣብዚ ሕጂ ግዜ ኣብ ዝተፈላለዩ ፕላትፎርም ከም በዓል ኢንስታግራም ቲክቶክ ወይ ፌስቡክ ትርእይዎም ትኾኑ ኢኹም ብዙሓት ሰባት ከምዚ ዓይነት ቪድዮ ሰሪሖም ኣፕሎድ ክገብሩ ካብኡ ሓሊፎም እውን ገንዘብ ዝሰርሕሉ ኣጋጣሚታት ኣሎ እሺ ጽቡቕ ብዝኾነ ከም ዝረኣኹሞ እንታይ ይመስለኩም እቲ ቀንዲ ሕጂ እዚ ኣነ ዝጥቀም ዘለኹ ኦሬዲ ኣብ ፅቡቅ ቦታ ኮይነ ዝቀደሕክዎ ቪድዮ ስለ ዝኾነ ብጣዕሚ እቲ ኤኣይ ኢንሃንስ ዝገብሮ እሞ እቲ ናተይ መቐረት ናይ ድምፀይ የጥፍኦ ኣሎ ስለዚ ቁሩብ ኣብ ከምኡ ስክፍታ ክህሉ ክእል እዩ እንተዘይኮይኑ ግን ብጣዕሚ ፅብቕቲ ኣፕሊኬሽን ኣነ ንንውሕ ዝበለ እዋን ተጠቂመላ እየ ስቲል ናው ዝጥቀመላ ቦታታት ኣሎ ማለት እዩ ስለዚ እዚኣ ክትጥቀሙላ ትኽእሉ እዛ ኣፕሊኬሽን ወይ ድማ እዚኣ ክትጥቀሙላ ይጋብዘኩም ክቡራት ተኸታተልቲ ብምቕጻል ናብታ ካልኤቲ ሜትድ ከርእየኩም እየ እታ ካልኤት ሜትድ ከም ዝበልኩኹም ድማ ሚን ኣዶቢ ኦዲሽን ትበሃል እዛ ኣፕሊኬሽን ትርእይዋ ዘለኹም ንዓኣ ንጥወቓ ማለት እዩ ከምዚ ትርእይዎ ዘለኹም ኣዶቢ ኦዲሽን እንታይና ክንገብር ነዚ ሪኮርድ ዝተገብረ ሪኮርድ ገይረዮ ምሽ ዶ ኦኬ ኦሬዲ ወይ ድማ ኣብዚ ኒው ፋይል ዝብል ኦፐን ገይረ ከም ብሓድሽ ሓድሽ ኣውድዮ ኣፕሎድ ክገብር ይኽእል እየ እንተዘይኮይኑ ድማ ኣብኡ ኣብቲ ኣፕሊኬሽን ሪኮርድ ክገብር እየ ማለት እዩ መጀመርያ ክንገብራ ዘለና ኮንትሮል ኤ ማለት እዩ ዊች ኢዝ ሰሌክት ኦል ድሓር ናበይ ንኸይድ ተልኩምኒ ኣብዛ ትርእዋ ዘለኹም ኢፌክት ትብል ንከይድና ቅድሚኡ ግን ከስማዓኩም እቲ ድምፂ ከመይ ይመስል ሕጂ እዚ ኩሉ ተስፋ ከቁርፀኩም ኣይግባእን እዩ ምክንያቱ ሓደ ምክንያቱ ዘረባ ጠፊእኒ እቱም ሰባት ኦኬ ንኺድ ደሓን ሕልፍ ከብለ ናብ ፕሮፌሽናል ዝኾነ ድምፂ ክትቅይሮ ከም ትኽእሉ ኢና ክንዛረብ ኦኬ ስለዚ እታ መጀመርያ ክንገብራ ዘለና ነገር እንታይ እንተ ኢልኩምኒ ፅቡቕ ማይክ እዩ ግን መብዛሕትኡ ግዜ ፖድካስት ገለ ትጥቀሙ እንተኾንኩም ዝበለፀ ስለዚ እንታይ ንገብር ኮንትሮል ኤ ሰሌክት ንገብር ድሕሩ ናበይ ንኸይ ተልኩምኒ ኢፌክት ትብል ዘላ ብዛ ላዕሊ ናብኣ ምሳርምና ኣምፕሊቱድ ን ኮምፕሬሽን ትብል ዘላ ናብኣ ንኸይድ ብምቕፃል ኣብዛ ኣምፕሊፋይ ትብል ዘላ ኣምፕሊፋይ ማለት ምጉላሕ ማለት እዩ እቲ ዌቭ ሌንግዝ ናትና ዓብዩ ወይ ድማ ላይክ ቢግ ክኸውን ማለት እዩ ዌቭ ሌንግዝ ተወሲኹ ድምፂ ይውስኽ ማለት እዩ ተረዲኹምኒ ሰላም ክቡራት ተኸታተልቲ መብዛሕትኡ ግዜ ዩቲብ ክንጅ ዩሲ ኣምፕሊፋይድ ኮይኑ ንኣብነት በዚ ፐርሰንቴጅ ክውስኸሉ ይኽእል ንኣብነት እስኪ ሌስኮ ብ ሲክስ ማለት እዩ ከመይ ክኾን እዩ? ጅምር ከለና እቲ ቀንዲ ዘሸግረና ነገር ድምፂ እዩ መብዛሕቲና እኳ ስለዚ ዩሲ ዳስ ሃው ኢትስ ኣምፕሊፋይድ ማለት እዩ ኣምፕሊፋይ ገይረዮ ማለት እዩ ሕጂ ቀፂልና ከዓ እንታይና ክንገብር ተልኩምኒ ዲፕነስ ክንውስኸሉ ኢና ዲፕነስ ኣይ ቲንክ ዲፕነስ ሌስ ጎ ዲፕነስ ክንውስኸሉ ኢና ማለት እዩ ዲፕነስ ናበይ ንኸይድ እንተልኩም ስፔሻል ን ማስተሪንግ ዝብል ኣብዚ ክንከድና ኣብታ ኢፌክት ኣቲና ንታሕቲ ወሪድና ስፔሻል ን ማስተሪንግ ዝብል ማስተሪንግ ማለት እዩ እስ ካብኡ ብምቕፃል ክትሪእዎም እቲ ድምፂ ዲፕነስ ወይ ድማ ዕምቆት ዘለዎ ክኾን እዩ ብቪድዮ ኳሊቲ እንዲና ንዛረብ ፅቡቅ ካሜራ ዘይብለይ ወይ ድማ ሞባይልይፅቡቅይትቀድሕኒና ኢልና ምክንያት ንህብ እንተኾነ ግን መጀመርያ ከምዚ ነይሩ ስምዕዎ ኣብ ወይ ድማ ዝኾነ ኮንተንት ክትሰርሕ ከለና እቲ ቀን ሕጂ ከዓን ኣብዛ ክስታይ ክቀይረ ማለት እዩ ናብዛ ዝኾነ ክትመርጡ ትኽእሉ ኢኹም እታ ሜክ ሩም ፎር ቮካልስ ትብል ዘላ ዝበለፀ ትሳያ ማለት እዩ ንዓ ክንሃርማ ኢና ኦኬ ዳ ሜክስ ኢት ቤተር ማለት እዩ ኦኬ ስትሪግሞ እቲ ግራፍ ከመይ ተቐይሩ ሕጂ ናው ሊስን ቱ ኢት እንደ ኣገዳሲ ቪድዮ ኳሊቲ ወይ ድማ ካሜራ ኣይኮነን እቲ ቀንዲ ገዳሲ እንታይ እንተይልኩምኒ ድምፂ እዩ ማለት እዩ ወላ ሓደ ሰብ እኳ ንሰለስተ ሰከንድ ዝኾንካ ክዕግሰና ኣይክእልን እዩ ድምጽና ጽቡቕ እንተዘይኮይኑ ስለዚ ቅድሚ ኩሉ ከነስተኻኽሎ ዝግበአና ድምጽና እዩ። ስለዚ I think you've noticed the deepness ገለ ነገራት ኣስተውዒልኩም ክትኮኑ ተስፋ እገብር ኣብዚ ትርእይዎ ዘለኹም amount ከነስተኻኽል ንኽእል ኢና ማለት እዩ ንኣብነት እስኪ ንርእ በዚ ምኽንያት ድማ ሎማዓንቲ ከመይ ጌርና ሕማቕ ማይኽ ሕማቕ ኣታ ብምንታይ ቋንቋ እታ ሕማቕ ማይ ኺሉ ኣበል ኦኬ ኖ ፕሮብለም ግን እዚ ከዓ ትሪእዎ ዘለኹም ሴቲንግ ሕጂ ከም ዝጥዕመኩም ጌርኩም ኣጀስት ክትገብሩ ትኽእሉ ኢኹም ምስቲ ናትኩም ድምፂ ዝኸይድ ኦሬድ ናተይ ኣጀስት ገይረ እየ ማለት እዩ እኹል እዚ ኦኬ ክቡራት ተኸታተልቲ ክሳብ ሕጂ ፅቡቅ ከውን ተስፋ ገብር ብምቕፃል ሕጂ እንታይ ኢና ክንርኢ እንታይ ኢልኩምኒ ድማ ባክግራውንድ ኖይስ ከመይ ጌርና ሪሙቭ ከም ንገብሮ ኢና ክንርኢ ስለዚ እንታይ ኢና ንገብር ተልኩምኒ ንሪኦ እሞ እቲ ትሪእዎ ዘለኹም ህጂ ነስፍሖ እዚ ሪእኩሞ እቲ እቲ ኣውዲዮ ማለት እዩ ምስማዕ በዚ ምክንያት ረይዋ እዛ ድምፂ ከምዚ ዓይነት ድምፂ ስለዚ እዚኣ ሰሌክት ይገብራ ማለት እዩ ተረዲእኩምኒ ከምዚ ዓይነት ድምፂ ክጠፍአለይ ስለ ደሎ ከምዚ ዓይነት ማለት ረባሺ ድምፂ ወይ ድማ ኖይዝ ዝገብር ድምፂ ኮምፕሊትሊ ከጥፎ ስለ ደሎ ስለዚ ብዚኣ ካፕቸር ኖይዝ ፕሪንት ትብል ዘላ ኣብኣ ይሃርም እንታይ ከም ትገብሩ ከምዚ ድምፂ ገለ ዝብል ዘሎ ንዑ ሪሙቭ ንምግባር ንምእላይ ማለት እዩ ከምዛ ዝገበርኳ ካፕቸር ንገብር ብምቕፃል ናበይ ንኸይድ ተልኩምኒ ነዚኣ ሰሌክት ምስ ገበርና ሰሌክት ኦል ንገብር ሰሌክት ኦል ማለት ኮንትሮል ኤ ኦን ዊንዶ ማለት እዩ ካብኡ ብምቕፃል እንታይ ንገብር ተልኩምኒ ኖይዝ ሪዳክሽን ኦር ሪስቶሬሽን ትብል ዘላ ኢፌክት ምስ ኣተና ማለት እዩ ኖይዝ ሪዳክሽን ን ሪስቶሬሽን ኦኬ ን ኖይዝ ሪዳክሽን ትብል ዘላ ኖይዝ ሪዳክሽን ፕሮሰስ ኣብኣ ንሃርም ማለት እዩ ንኽድ ከተስተብሉሉ ኢኹም እቲ ድምፂ ማለት እዩ ማዕረ ክንደይ ተቐይሩ ሰላም ክቡራት ተኸታተልቲ መብዛሕትኡ ግዜ ዩቱብ ክንጅምር ከለና እቲ ቀንዲ ዘሸግረና ነገር ድምጺ እዩ መብዛሕቲና እኳ ብቪዲዮ ኳሊቲ እንዲና ንዛ ኣብዚ ታሕቲ ትሪእዎ ኣለኹም ከመይ ኣሎ እቲ ትሬሽሆልድ ሎው ሃይ ገለ ዝብዘ ኖይዝ ናይ ኖይዝ ፍሎሪ ማለት እዩ ተረዲኩምኒ ሕጂ ዛረብ ፅቡቅ ካሜራ ዘይብለይ ወይ ድማ ሞባይለይ ፅቡቅ ኣይትቀድሕን ኢና ኢና ምክንያት ንህብ እንተኾነ ግን ኣብ ወይ ድማ ዝኾነ ኮንተንት ክትሰርሕ ከለና እቲ ቀንዲ ኣገዳሲ ቪድዮ ኳሊቲ ወይ ድማ ካሜራ ዜሮ ክገብሮ ከሎ ዝብል ድምፂ ቁሩብ ይስማዕ ኣሎ ተረዲእኩምኒ ክውስኾ ከለኹ ድማ እቲ ይጠፍእ ኣሎ ማለት እዩ ስለዚ እቲ ቀንዲ ገዳሲ እንታይ እንተይልኩምኒ ድምፂ እዩ ማለት እዩ ወላ ሓደ ሰብ እኳ ንሰለስተ ሰከንድ ዝኾንካ ክዕገሰና ይክእልን እዩ ድምፅና ፅቡቕ እንተዘይኮይኑ ስለዚ ቅድሚ ኩሉ ከነስተኻኽሎ ዝግበአና ድምፅና እዩ በዚ ምክንያት ድማ ሎመዓንቲ ከመይ ጌርና ሕማቅ ማይኽ ኣታታይ ኮይኑ ዳ ሕማቅ ማይኽ ዝብሎ እንታይ ዓይነት ሰብ እዩ ስለዚ ከምዚ ትሪእዎ ዘለኹም ከምዚ ጌርና ናትና ድምፂ ከነስተኻኽል ንኽእል ክቡራት ተኸታተልቲ ተስፋ ገብር ጠቃሚት ቪድዮ ክትከውን ኣብ ዝቕፅል ቪድዮ ብካልእ ሓድሽን ጠቃምን ቪድዮ ክሳብ ንራኸብ ሰሰናይ ይግበረልኩም ቅድሚኡ ግን እንታይ ክብል ዝደሊ እንተኢልኩምን እዩ ከምዚ ዓይነት ጠቃሚ ቪድዮ ንከይሓልፈኩም ክቡራት ተኸታተልቲ ሰብስክራይብ ግበሩ ኣነ እውን ብዝተኻለኒ መጠን ከምዚ ዓይነት ቪድዮ ንክሰርሕ ምትብባዕ ክኾነኒ ኣብ ኮመንት ሴክሽን ዝመስለኩም ዝጠቐመኩምን ጸሓፉ ኦኬ ኣብ ቀጻሊ ቪድዮ የራኽበና ቻው ዘሰናዩ።